ሰላም ክቡራት ተኸታተልቲ ኣለና ሚድያ ግሩፕ ኣብ ዘዘለኹሞ ዝኸበረ ሰላምታና ይብፃሕኩም ንሮም መዓልቲ ሓደ ኣዝዩ ኣገዳሲ ምስ ሃገርናን ህዝብናን ዝኸይድ ሚዛን ዘለዎ ክብደት ዘለዎ ኣርእስቲ ሒዘልኩም መጺኣ ኣለኹ። ከምዚ ኣብዚ ታምብኔል ዝርኤኹሞ ከኣ እዚ ናይ ሎማዓልቲ ኣርእስቲ ትም ሕትም ዝብል ሓጺር ኣርእስትን ዓሚቕ ትሕዝቶ ዘለዎን ጉዳይ እዩ። እምበኣርከስ ክቡራት ተኸታተልቲ ነዚ ኣገዳሲ ኣርእስቲ እዚ ክሳብ መወዳእታ ንክትከታተሉና ኣቐዲመ ብክብሪ እዕድም። ኣብ ምጅማር ናይዚ ኣገዳሲ ቪድዮ እዚ ላይክ ሼር ኢልኩም ክትጅምሩን ሳብስክራይብ ብምዃን ስድራ ቤትና ንምዃን ከዓ ጆባ ክንብለኩም ንደሊ እምበኣርከስ ትምሕትም ዝብል ኣርእስቲ ሎም መዓልቲ ንምንታይ እየ መሪፀዮ እዚ ኣርእስቲ እዚ ምናልባት ካብ ገለ ደቂ ዓንሰባ ኣቐድም ኣቢለ ዝሰማዕክዎ ቃል እዩ ዓንሰባ እንታይ እዮም ዝብሉ ትም ሕትም ከም ጭቃ ሰሓፋ ይብሉ ምናልባት ድሕረ ባይትኡን ኣመፃፅኡን ካብ ብዙሕ እንተዘይፈለጥክዎ ኣብ ሕብረተሰብና ልሙድ ዝኾነ ዘረባ ትም ሕትም ማለት ዘይፍታሕ ሕንቅል ሕንቅሊተይ ወይ ከዓ ዘይግለፅ ምስጢር ማለት እዩ እዚ ብልምዲ ናይ ቋንቋና ናይ ቋንቋ ትግርኛ ኣብ ሕብረተሰብና ዝኾነ ይኹን ነገር እንድሕሪ መስተንክር ኮይኑ ወይ ገለ ጉዳይ እንድሕሪ ተመስጢሩ ፈፂሙ ክፍለጥ እንድሕር ዘይተኽኣለ እንታይ እዮም ዝብሉ ኣብ ሕብረተሰብና ትም ሕትም ይብሉ ስለዚ ሕጂ ካ እዚ ኣርእስቲ እዚ ትም ሕትም ኢለ ክመፅእ ከለኹ ሲ እንታይ ማለት ኮን ይኸውን ተኸታተሉኒ እዚ ጉዳይ እዚ እምበኣር ትም ሕትም ምስ ደቂ ኤርትራ ኣብ ትግራይ ዝወደቑ ኣብቲ ግዜ ኩናት ተታሒዙ ዘቕርቦ ዘለኹ ጉዳይ እዩ ምክንያቱ ኣብዚ ኩናት ናይ ኤርትራ ብዙሖም ዘይፈለጥናዮም ኤርትራውያን መንእሰያት ካብ ክልቲኡ ሃይማኖታት ካብ ኩለን ኣውራጃታት ካብ ክልቲኡ ፆታታት ካብ ኩለን ብሄራት ወዲቖም እዮም። እዚ ካብ ዓይኒ ነፍሲ ወከፍ ኤርትራዊ ዘይኮነስ ካብ ዓይኒ ነፍሲ ወከፍ ዓለም እውን ዝተኸወለ ኣይኮነን። ናይ ዕስራ ዓመት ናይ ሰላሳ ዓመት ኣይኮነን። ናይ ዘን ብኣጻብዕቲ ዝቑጸራ ውሕዳት ዓመታት ፍጻሜ ስለ ዝኾነ ኣብ ቅድሜና ኣሎ ቅጅል ይብለና ዝሓለፈ ኩናት ውፅኢት ናይቲ ኩናትን ዘውረዶ ዕንወትን ክሳራን ክሳብ ሕጂ ኣብ ልዕሊ ኤርትራውያን ኣውሪድዎ ዘሎ ስምብራት እውን ቀሊል ኣይኮነን እምበኣር ዝሓለፈ ሓሊፉ ኩናት ተኻይዱስ ኩናት እውን ተወዲኡ ብድሕሪ ኩናት ምውዳእ እውን ውዕል ፕሪቶርያ ዝበሃል ተፈራሪሙ ኩናት ደው ኢሉ ሕጂ ዘሎ ኩነታት ኤርትራን ትግራይን ኢትዮጵያን ከዓ ነፍሲ ወከፍ ኤርትራዊ ብቀረባ ዝከታተሎ ዘሎ ጉዳይ እዩ ምክንያቱ እዚ ናትና ጉዳይ ናይ ስዋኣት ምንጋር ዝበሃል ነፍሲ ወከፍ ኤርትራዊ ወይ ብዙሕ ኤርትራዊ ክብል ይኽእል ኣብ ዝሓለፈ ዕስራ ሰነ ስዋኣት ክንገር እዮም ዝብል ፅንፅንታ ሰሚዕና እዚ ከዓ ፅንፅንታን ፅውፅዋይን ኮይኑ ተሪፉ ከም ዘሎ ንሪኦ ንሰምዖ ዘለና ጉዳይ እዩ ከምኡ ስለ ዝኾነ እምበር እዚ ኣርእስቲ እዚ ትም ሕትም ክሳብ መዓስ እዩ ስለምንታይ ከ ትምሕትን ተመሪጹ ንክንድዚ ዓመታት? እንተ እቲ ኣብ ኩናት ምእታው ከም ሓደ ዝጣዕስ ኮይኑ ወይ ከም ሓደ ጌጋ ኮይኑ ወግዓዊ እቕሬታ ንህዝብኻ ምሕታት ከዓ ነውሪ ይኮነ ንሕና ከም ሕብረተሰብ ኤርትራ ምናልባት ይቕሬታ ምሕታት ንብዙሓት ሰባት ነውሪ እዩ ይቕሬታ ምሕታት ግን ልቦና ኣርዒግካ ምሕሳብን ሓልዮት ናይ ህዝቢ ምህላው ድዩ? ነቲ ህዝቢ ንህዝበይ እዩ፣ እቲ ህዝቢ ናተይ እዩ፣ ነቲ ህዝቢ ትሓልየሉ እንተደኣ ኮይንካ ጌጋ ኣብ ዝግበር ብደረጃ መንግስቲ ብወግዒ ይቕሬታ ምሕታት ኣኽብሮት ናይ ህዝቢ እዩ። እዚ ሓደ ካብቲ ክንዛረበሉ ዝግባኣና ጉዳይ እዩ። ምናልባት ብዛዕባ ምንጋር ናይዞም ዳዕረዎት ስዋኣት ዝበሃል ኣብ ትሒም ትሒም ይዝረብ እዩ ኣብ ውሻጠ ናይ ነፍሲ ወከፍ ስድራ ቤት ዝዝረብ ዘሎ ጉዳይ እዩ ካብ ውሻጠ ናብ ምድሪ ቤት ወይ ናብ ገበላ ዘውርዶ ግን የለን ኣነ ከዓ ብዝኾነ ይኹን መንገዲ ወላ ቀይሕ መስመር እውን እንተኾነ ክሰግሮ እየ ቀይሕ መስመር ሰጊረ ቀጠልያ መብራህቲ ከም ዝረክብ ከዓ እርግፀኛ እየ ምእንቲ ህዝቢ ኤርትራ፣ ምእንቲ እዞም ስዉኣት እዚኦም፣ ምእንቲ እዚ ዝናፍቕ ዘሎ ስድራቤት ናይዚ ስዉእ እዚ ፈንጂ እተኾነ ንምርጋጽ እውን ድሉው እየ። እዚ ሓደ ካብቲ ደጋጊመ ከስምረሉ ዝደሊ ዘለኹ ጉዳይ እዩ። ምኽንያቱ ኣብ ህዝቢ ኤርትራ ኣኽብሮት ናይ ደቁ ኣኽብሮት ናይ ስዋኣት ክሳብ ክንደይ ምዃኑ ስውእ ክበሃል ከሎ ክሳብ ክንደይ ርዚን ምዃኑ ነፍሲ ወከፍና ንፈልጦ ሓቂ እዩ ነፍሲ ወከፍ ዕስራ ሰነ ክትመጽእ ከላ ሽምዓን ጥዋፍን ኣብሪሁ ንስዋኣቱ ክዝክር ከሎ ህዝቢ ኤርትራ ኣብ ስዋኣቱ ረዚን ኣኽብሮት ከም ዘለዎ ከኣ ንግንዘብ ከምኡ ስለ ዝኾነ እምበኣር ቀዳሞት ስዋኣት ናይ ሜዳ ኣስታት ስሳን ሓሙሽተን ሽሕን ልዕሊ እዩን ብወግዒ ተነጊሩ ብስነ ስርዓት ተነጊሩ እሞ ገዛ ገዛ ዘይኮነ ወይ ቴንዳ ብምስራሕ ዘይኮነ ብወግዒ ተኣውጁ ብሬድዮ ናይ ስሳን ሓሙሽተን ሽሕ ኣስማት ተነቢቡ ኣብ ሙሉእ ዓለም ከዓ ተፈሊጡ ብድሕሪኡ ኣብ ነፍሲ ወከፍ ዓድታት ቴንዳታት ናይ ሓዘን ተተኺሉ ብወግዒ ከዓ እቶም ስዋኣት ናይቲ ዓዲ ብዝርዝር ተነቢቦም ህዝቢ ኣይበኸየን፣ ኣዴታት እውን ኣይነብዓን፣ ዕልል እኳ ደኣ ኢለን። እንቋዕ ደኣ ናጽነት መጸት እምበር፣ እንቋዕ ደኣ መስዋእቲ ደቅና ንብላሽ ኣይኮነ እምበር፣ ክልተ ተሰውእዎም፣ ሰለስተን ሓሙሽተን ልዕሊ እንተሰውእዎም ዕልል ኢሎም ተቐቢሎሞ ነቲ መሪር መስዋእቲ። ገለ ገለ ስድራ ቤት እውን በቲኸን እየን። ሓሙሽተ ዝወፍሩ ይተመልሱን ሽዱሽተ ዝወፈሩ ኣይተመልሱን ውላድ ኣይሓደጉን። እዚ እውን ናይቲ ሕብረተሰብ ኮሚኒቲ እዩ ፅንታ ናይቲ ኮሚኒቲ ናይቲ ወለዶታት ምብትታኽ ዘስዓበዩ ነይሩ ግን ምእንቲ ናፅነት ስለ ዝኾነ ምእንቲ ባንዴራ ስለ ዝኾነ ምእንቲ ልኡላውነት ኤርትራ ስለ ዝኾነ ህዝቢ ኤርትራ ሓንጎፋ ኢሉ ብሓጎስ ተቐቢልዎ እዚ ሓቂ እዩ ብድሕሪ ዝነበረ ናይ ባድመ ኩናት እውን ህዝቢ ኤርትራ ንገለ ቁሩብ ዓመታት ተጸሚሙ ድሕሪ ምጽንሑ፣ ልክዕ ኣብዚ ኩናት ናይ ባድመ ካብ ተስዓን ሸሞንተን ክሳብ ግንቦት ክልተ ሽሕ ዓመተ ምህረት ዝነበሩ ስዉኣት ከኣ ቁጽሮም ተነጊሩ፣ ኣስማቶም ከኣ ተነቢቡ። እዚ እውን ሓደ ካብቲ ስዒቡ ዝመጸ ካልኣይ ምንጋር ናይ ስዉኣት ተባሂሉ ተጠቒሱ። ቀዳማይን ካልኣይን ናይ ስዋኣት ምንጋር ካብ ተኻያደ ደኣ ሳልሳይ ናይ ስዋኣት ምንጋር ስለምንታይ ትም ሕትም ኮይኑ እዚ ነፍሲ ወከፍ ሰብ ክዛረበሉ ዓው ኢሉ እውን ኣብ ሚድያታት ክቃልሖ ኣዝዩ ኣገዳሲ እዩ ምክንያቱ ስለ ሓደ ስዋእ ኣይኮነን ስለ ሓደ ብሄር ኣይኮነን ስለ ሓደ ሃይማኖት ኣይኮነን እንታይ ዳ ስለ ሙሉእ ህዝቢ ኤርትራ ህዝቢ ኤርትራ ኣብ ውሽጢ ሃገር ኮይኑ ብምክንያትን ብንብዓትን እተን ኣንስቲ ስውኣት ንክንዲ ዝኣክል ዓመታት ተኾርሜን ሎሚ ደኾን ይመፀና ፅባሕ ደኾን ይመፀና እቶም ቆልዑት እውን ኣብ ነብሲ ወከፍ እዋን ኣንቃዕሪሮም ማዕፆ ኳሕኳሕ ክብል ከሎ ማማ ባባ ደኣ ከይከውን ባባ መፅኡ ከም ዝብሉ ከዓ ንሰምዕ እዚ ኩሉ እዚ ሃቀውታ እዚ ኩሉ እዚ ዝኽትምና ናይዞም ቆልዑትን ብክያትን ንብዓትን ናይ ኣንስቲ ስውኣት ክሳብ ሕጂ ዝተደርመመ ኣርእስቲ ኣይተፈትሐን ምክንያቱ ኣብ ሕብረተሰብና ዝበሃል እንታይ እዩ ዝረኸበን ዝቐበፀን ሓደ እዩ እዞም ክሳብ ሕጂ ኩነታቶም ዘይተፈልጡ ዘለዉ ኤርትራውያን ከዓ ህልዋት ተኮይኖም ክመፁ ስንኩላት ተኾይኖም ውን ክንገሩ ስውኣት ተኾይኖም ውን ቅብጸት ስለ ዝኾነ እቲ ህዝቢ ክቀብጽ ክንገር ኣዝዩ ኣገዳሲ እዩ ስለምንታይ ትምሕትም እዚ ሓደ ካብቲ ኣዝዩ ምሳና ዘይከይድ ናትና ባህሊ ኣይኮነን ናትና ባህሊ ካልእ እዩ እዚ ውድብ እዚ ህዝባዊ ግንባር ሓርነት ኤርትራ ኣብ ሜዳ ኣብ ዝነበረሉ ግዜ ኣተሓሕዛ መዛግብቲ ናይ ስውኣት ፍሉይ እዩ ነይሩ። ኣብቲ ብረታዊ ቃልሲ ኣብቲ ፅዕፅዕ ኩናት ዝነበረሉ እውን ብዙሓት ተጋደልቲ ንስውእ ከውፁን ንስውእ ክቐብሩን ዝተሰውኡን ዝተቐብሩን ኣሉ ንፈልጦም ውግእ ከውፁ ዝተሰው ዝተሰውኣ ንፈልጠን ንፈልጦም ኣለዉ ክሳብ ክንዚ ህይወት ዝኽፈለሉ ዝነበረ እዋን ኣብቲ ኣተሓሕዛ ናይ ስውኣት ከዓ ንፁር ዝኾነ ኣዝዩ ኣብቲ እዋን እቲ ምናልባት ሳይንሳዊ ኢልካ ክትዛረበሉ ዘይትኽእል ግን ስነ ፍልጠታዊ ዝኾነ ኣተሓዛ ብኣልፋቤት በብዓዶም ሽም ኣዲኦም ከይተረፈ ብኦርኒክ ናይ ስውኣት መዝገብ ኣብ ወተሃደራ ቤት ፅሕፈት ናይ ዓምብርቦ ተታሒዙ ከም ዝነበረ ኣነ ኣፀቢቐ ዝፈልጦ ጉዳይ እዩ ክሳብ ክንደይ እዩ ዝዋ ግንባር ኣብ ስዋኣቱ ኣኽብረት ነይርዎ ምናልባት ንእግረ መንገደይ ክተቕሶ ዝደሊ እንታይ እዩ ኣብ ሻድሻይ ወራር ሽሕን ትሽዓተ ሚእቲ ሰማንያን ክልተን ዓመተ ምህረት እቲ ወራር ምስ ተጀመረ ኣብ ደጀን ዝነበረ ተጋዳላይ ብምሉእ ስርሑ ገዲፉ ብጀካ ስንኩላን ናብ ግንባራት ከቲቱ ንሕና ኣብቲ እዋንቲ ኣነ ኣብ ሕሽክብ ስለ ዝነበርኩ ኣብ ሕሽክብን ዓንበርቦብን ከባቢን ዝነበሩ ክፍልታት ብምሉና ናብ ግንባር ንኣፋ ከቲትና ኣብ ግንባር ንኣፋ ከዓ ንሓደ ሰሙን ዝኸውን ዓቕምና ኣበርኪትና እቲ ወራር ፈሺሉ ብመስዋእቲ ጀጋኑ ኤርትራውያን ብቆራፅነትን ስውዓትን ህዝቢ ኤርትራ እቲ ወራር ምስ ፈሸለ ከዓ ገምጋም ተወሲዱ እቲ መሪሕነት ነፍሲ ወከፍ ካብ ደጀን ዝመፁ ናብ ቦትኦም ይመለሱ ዝብል ኣዋጅ ስለ ዝኣወጀ ድሕሪ ሰሙን ናብ ሕጅክብ ተመሊስና ኣብ ሕጅክብ ምስ ተመለስና እቲ ክሳብ ሕጂ ዝገርመና ኣነ ሓላፊና ዝነበረ እዚ ሕጂ ብህይወት ዘሎ ሜጀር ጀነራል ኣስመሮም ገረዝጊሄር እዩ። ኣስመሮም ገረዝጊሄር ኣብቲ እዋንቲ ኣኼባ ገይርልና ሓፂር መብርሂ ናይቲ ኩናት ኣብቲ ኩናት ዝነበረ ዓወትን ተራ ናይ ተጋዳላይ ክሳብ ክንደይ ሓያል ከም ዝነበረ ብናእዳ ጀሚርዎ መግለፂ ከዓ ይብልና ኣብ መወዳእታ ከዓ ኣብዚ ኩናት እዚ ዝተሰውኡ እውን ኣለውና ኢሉ ናይቶም ዝተሰዉ ኣስማት ኣንቢቡ። ኣስማት ምስ ኣንበበ ሓደ ተጋዳላይ ብድሕሪት ኮፍ ኢሉ ዝነበረ ኣብቲ ኣዳራሽ ናይ ክፍሊ ህዝቢ ናይ ናይ ሕሽክም ኢዱ ኣልዒሉ ኣስመሮም ኣብዚኣ ክዛረብ ዕድል ሃበኒ ኢልዎ ተሰሐራይ ተዛረብ ኢልዎ ተዛሪቡ ኣነ ኣብዚ ከተቦ ምፅናሕካ ናይ ስዋኣት ኣብ መበል ቁፅሪ ሽዱሽተ ስመይ ጠቂስኪ ኣለኻ ኢሉ መን ኢኻ ስምካ ከረጋግፅ ስለ ዝደልዩ መስመሮም ስመይ ስመ ብሓጎኻ ዓድኻ ንምንታይ ሚእቲ ካብ ሚእቲ ከረጋግፅ ስለ ዝደልዩ እምበኣር ኣማን ብኣማን ኣለኻ በል እምበኣር ቅድም ንዓኻ ኣንታ ወዲ እንኳዕ ማርያም ወፃትካ ኢልዋ ኣብቲ ማርያምን ዝገር እንዘይ ዝከረሉ ዝነበረ ኢሞሽን ዘዛረቦ መስመሮም ማርያም እንኳዕ ወፃትካ ኢሉ ኮፍ ኣቢሉ መን ሓላፊ እዩ ነይሩ ኢሉ ሓደ ሓደ ካብ ክፍሊ ነዳዲ ዝኸተተ ኣስመሮም ኣነ ሓላፊ እዩ ከመይ ጌርካ ዳ ነዚ ተሰዊ ኢልካ ኦርኒክ መሊእካ ሰሊትካ ኢሎ ዝዓርሱ ኣነ ሲ ክንምለስ ከለና ተስርዒና ነርና ሲ ኣብቲ መስርዕ ሲ ኢነዮ ኣነ ከዓ ምስ ኣምክዎ ተሰዊኡ ዝኸውን ኢለ ተሰዊ ኢለ ኣሕሊፈ ኢሎ ኣስመሮም ዝበሎ ኣብቲ እዋን ትዝከረኒ ኣስመሮም ኢሉ እዚ ፀወታ እዩ ብሂወት ብስዋኣት ፀወታ ንሕና ኣይነፍቅድን ኢና ፅባሕ ንግሆ ኢሉ ኣስመሮም ፅባሕ ንግሆ ዝፅብየናን ዝሓተናን ህዝቢ ኣሎ ንሕና ከዓ ሓላፍነት ኣለና ተሰዊኡ ክንብል ከለና ኣበየናይ ቦታ ተሰዊኡ ብየናይ ዕለት ተሰዊኡ ብምንታይ ምክንያት ከ ተሰዊኡ ብቦምባ ድዩ ብነፋሪት ድዩ ብጥይት ድዩ ብውሕጅ ድዩ ነፍሲ ወከፍ ህዝቢ ኤርትራ ጽበየና ኣሎ ኢሉ ክዛርበና ከሎ ንዝክር ከምኡ ስለ ዝኾነ እምበር ሕጂ እቲ ኣኽብሮት ናይ ተጋዳላይ ብፍላይ እቲ ኣብ ሜዳ ዝነበረ ኣካይዳን ኣተሓሕዛን ናይ መዛግብቲ ስዋኣት ኣዝዩ ፅፉፍ ዝነኣድ ስራሕ ከም ዝነበረ ኣፀቢቑ ዝከረኒ ብወገን ተጋድሎ ሓርነት ኤርትራ ዝነበረ ከምዝሰምዖ ካብ ቅድሚ ናጽነት ኣትሒዙ ናይ ስውኣት ምንጋር ዓዲ ዓዲ እንዳኸዱ ይነግሩ ከም ዝነበሩ ሓደ ክፍሊ ናይ መርድእ ዝነግር ከም ዝነበረ እሰምዕ። ምናልባት ኣብኡ ኣትየ ስለ ዘይነበርኩሉ እቲ ውድብ ዝርዝር ክዛረብ ኣይደልን። እዚ ግን ስለምንታይ ሕጂ ትም ሕትም ተመሪጹ? እዚ ኸ ክሳብ መዓስ እዩ? ምናልባት እዚ ከም ምስጢር ተታሒዙ ዘሎ ምንጋር ናይ ስዋኣት መዓልቱ ቀረባ ዲርሃዊ ብዘየገድስ ሓደ መዓልቲ ምንጋር ክመፅእ እዩ ምክንያቱ እዚ መዛግብቲ እዚ እዚ ኣስማት እዚ ከም ፅላተ ሙሴ ተቐቢሩ ዝፀፍእ ወይ ዝተርፍ ኣይኮነን ባዕሉ ተፋሒሩ ዝወፅእ ታሪክን መዛግብትን ስለ ዝኾነ ከምዚ እናሃለወ እቲ ህዝቢ ኤርትራ ምስጢሩ ጠፊእዎ ዘሎ እንታይ እዩ ስለምንታይ ትም ነፍሲ ወከፍ ህዝቢ ኤርትራ ኣብ ገገዝኡ ኮይኑ ዝዛረበሉ ዘሎ ጉዳይ እዩ። ምክንያቱ ህዝቢ ኤርትራ ኣብዚ እዋንዚ መሰሉ ከምኡ ዝኣመሰለ ንክሓትት ኣብ ጽርግያታት ወጺኡ ሰላማዊ ሰልፊ ገይሩ ክዛረብ ወይ ክሓትት ኣይክእልን እዩ። ከምኡ ስለ ዝኾነ ከዓ እዚ ጉዳይ እዚ ክሕሰበሉ እዚ ጉዳይ እዚ ክትግበር ስዋኣት ክንገሩ ከም ዘለዎ ኣለና ሚድያ ግሩፕ ንመንግስቲ ኤርትራ ንፅውዕ ምክንያት እዚ ኣፀቢቕና እቲ ኩናት ንፈልጦ ክብደቱ ምረቱ ዝወረዶ ሳዕቤን ክንደይ ክኾኑ ከም ዝኽእሉ እቶም ስዋኣት እኳ ግምት እንተለና ዝርዝር ፀብፃብ ግን ኣብ መዛግብቲ መንግስቲ ተታሒዙ ዘሎ ጉዳይ እዩ ክሳብ መዓስ ትም ትም ሕትም ግን ኣዝዩ ኣሸጋሪ እዩ ኣብዚ ዝነበረ ኩናት ናይ ትግራይ እቶም ኣብ ጎረቤትና ዘለዉ ትግራይ ደድሕርቲ ምፍርራም ናይ ፕሪቶርያ ንምሉእ ህዝቢ ትግራይ ብወግዓዊ መንገዲ ኣብ ዳሳት ተተኺሉ ስዋኣቶም ነጊሮሞም እዮም ቀቢፆም እዚ ሓደ ካብቲ ቅባፀት ከምዚ ክጠቕሶ ፀናሕኩ ኣገዳሲ እዩ ወይ ርኽበት ወይ ቅባፀት ምክንያቱ ብዛዕባ ሰባት ኢና ንዛረብ ዘለና ኣብዚ ሕጂ ዘለናሉ ምዕቡል ዓለም ሓደ ሰብ እንድሕሪ ኣብ ኩናት መይቱ ከምዚ ርኤና ናይ ኢራንን እስራኤልን ኣሜሪካን ዝነበረ ኩናት ሓደ ሰብ መይቱ ተባሂሉ ንሓደ ሰብ ክንደይ ዋጋ ተኸፊልዎ ኣሎ ምንጋር ኣብ ነፍሲ ወከፍ ዝተሰውአ ወተሃደር ከዓ ኣብ ዓለም ንቡር እዩ ኣብ ሕብረተሰብና ኣብ ተፈላለየ እዋን ሰብ ይመውት እዩ ብውሒት ይመውት ኣሎ ኣብ ተከዘ ኣትዩ ሬሱ ዘይርከብ ካብ ተከዘ ከይዱ ሸለውለው ኢሉ ናብ ናብ ናይል በፂሑ ካብ ናይል ዝጠፍእ ሰብ ኣሎ ክንደይ ሰብ ተዋፊሩ ሬሳ ምስ ዝሰኣነ እንታይ ዳገበር ተባሂሉ ካልኣይ ቀብሪ ይግበር የለን ኳት ሬሳ እቲ ካልኣይ ቀብሪ ግን ቀዋፀት እዩ ካልኣይ ቀብሪ ዳስ ተተኺሉ ልክዕ ከምዚ ናይ ሓድሽ ሬሳ ዓራት ኣብቲ ጎልጎል ይቕመጥ እሞ ሰብ መፂኡ የልቅስ። ነቶም ስድራ ቤት ከዓ ፅንዓት ሃብኩም ይበሃል። ሕጂ ደኣ ስለምንታይ ትም ሕትም ኮይኑ? ምክንያቱ መንእሰያት መላምል እዮም ወዲቖም ኣብ ተፈላለየ ስንጭሮታትን ኣኽራናትን ቦታታትን እዞም መንእሰያት እዚኣቶም ጠፊኦም እዞም መንእሰያት እዚኣቶም ወዲቖም መብዛሕቶም ከኣ ውላድ ኣይገደፉን መንእሰያት መላምል ሓዳር ዘይገበሩ ዘይተመርዓው ኣገልግሎት ዝነበሩን ተጋደልቲ ዝነበሩን ኣብዚ ኩናት እዚ ጠፊኦም ኣለዉ ከምዚ ኣብ ዘለወሉ ግዜ እምበኣር ትም ሕትም ከም ጭቃ ፀሓፋ ዝበልዎ ዓንፀባ ክሳብ መዓስ ክንዛረበሉ ኣገዳሲ እዩ ኣፍና ክንከፍት ኣዝዩ ኣገዳሲ እዩ ትም ተጠማሚትካ ግን መፍትሒ ኣይኮነን ኣብ ነፍሲ ወከፍ ዓለም ብፍላይ ከዓ ኣብ ሕብረተሰብና ክንሪኦ ከለና ሓደ ሓላዊ ኣባጊዕ ጓሳ ካብተን ኣባጊዕ ናይ ምሸት ክኣተዋ ከሎ ኣይፈቐደን እሞ ሓንቲ በጊዕ እንድሕር ጠፊኣ ኣይድቅስን እታ በጊዕ ወኻርያ ድያ በሊዓታ ዝብኢ ሰብ ዝሰሪቕዋ በሊዕዋ ሸይጥዋ ኣሰርናታ ከይረኸበ ኣይድቅስን ኣሰራ ምስ ረኸበ ግን ከም ዝተረኽበት ወላ ዝተረፍ ናይ ውሃርያ ቆርበትን ርእሲ እንተረኺቡ ከም ተረኽበት ገይሩ ይቐብስ ኣብ ሰባት ከዓ ንሕና ሰባት ኢና ካብ እንስሳት ተፈሊና እሞ ከዓ ንሕና ኤርትራውያን ብክንደይ መስገደል ብክንደይ ኣዝዩ ፅንኩር ኩነታት ዝሓለፍና ብዝተፈላለየ መስዋእቲ እውን ዝተመኮርናን ታሪክ ዘለናን ህዝቢ ስዋኣት እዞም ኣብ ትግራይ ኣብ መወዳእታ ኮይናት ዝወደቑ መንእሰያት ንመዓስ ይኽንገር እዚ ጉዳይ እዚ ደጊምና ደጋጊምና ክንሓስበሉ ኣገዳሲ እዩ ተጠማሚትካ ትም ሕትም ኣዝዩ ኣሸጋሪ እዩ እዚ ጉዳይ ናይ ስዋኣት ዝበሃል ንዓና ንኤርትራውያን ደገፍቲ ድዩ ተቃወምቲ ድዩ ብዘየገድስ ኤርትራ ናይ ኩላትና እዩ ባሕሪ ናይ ኩልና እዩ እዚ ህዝቢ ከዓ ናትና እዩ ኣብ ተፈላለየ እዋን ዝምፅእ ናይ ፖለቲካ ምፍልላይ ናይ ኣረኣእያ ፍልልይ ነቲ ክብርታት ናይ ስዋኣት ኣይቅይርን እዩ ስለዚ ናይ ስዋኣት ጉዳይ ኣለና ሚድያ ቲቪ ኣፀቢቕና ነኽብሮን ኣፀቢቕና ከዓ ንጣበቐሉን ክንዛረበሉን ዝግባኣና ጉዳይ እዩ ስለምንታይ ብስዋኣት ተዛሪብካ ስለምንታይ ናይ ስዋኣት ሕቶ ኣልዒልካ ዝብል እንተሎ ይምፃእ ክማጎተንን ክካታዕንን ይኽእል እዩ ምክንያቱ ሃገር ናተይ እያ እቲ ህዝቢ ህዝበይ እዩ እቲ ባሕሪ ባሕረይ እዩ እቶም ስዋኣት ከዓ ናተይ እዮም ዓበይቲ ኣሕዋተይ ንኣሽቶ ከዓ ደቂ እዮም እዚኦም ግን መእተዊኦምን መውደቂኦምን ዕለ ዝወደቑሉን ክንዝክርን ክንገርን ኣለና ንዕኦም ዝምልከት ሓውልቲ እውን ክስራሕ ኣገዳሲ እዩ። ክቡራት ተኸታተልቲ ኣለና ሚድያ ግሩፕ ከምዚ ኣብዚ ኣርእስቲ ጠቂሸ ዘለኹ ትምሕትም ክሳብ መዓስ ኣብ ቀፃሊ ቪድዮ ብካልእ ትሕዝቶ ክሳብ ንራኸብ ኣብ ዘዘለኹሞ ሰላም